ኣነስ ተደርበሽኳስ በቃ እቲኣ መዓልቲ እቲኣስ ከሸባዕኪ ነይርኒ ሻሕ ኢላትኒ ወልደልኪ ነይርኒ ክትከውን ኣይትኽእልን እያ እምበር ከዓ ነይራ ሽዑ ሰዲዳቶ
ተርወኒ ደ ዋይ
እስክትራሕ ማሙላ
ካብ ኣማዞን ገዚኡ ለባም ብላ ጣጥ ኣብላ ለብቲ ገዛ ዓፅዩ ከም ድላይ ስታይል ትህቦ ኣርየና ኮንቲያ ባምብላ ሚሊ ሓንቲ ግዜ
ሚለ ኣብ ካሜራ ኣይተምፃያ ኢሎም እዮም ሓሰኻ ትኸውን ተስፋ ገብር ናይ ሓንቲ ግዜ ጥራሕ ሓንቲ ግዜ ኣነ ክሪኣ ድለ ኣብ ካሜራ ኣይተምፃያ ኢሎም ኣብ ካሜራ ኣይተምፃያ ኢሎም እዮም ካሜራ ኣብ ካሜራ ከይተምፃ ገለ ኢሎምን እዮም

እንታይ ኣለና እሞ እንታይ መተኣማመኒ ትምርዓዊ እየ ዲኺ ትምርዓዊ እየ ሩታስ ከመይ ጌርና ንኣምን ከምኡ ኢለ ነው ብቀዳማይ ከላም ደሲ ኣነ ገፀ ከፊት እየ ዛረብ ዘሎ ተስፋ ናይ ባህረት ይፈልጠም እዩ ፍርድህ ኣለኻ
ወንሕና ዳ ኩላ ኩልና ንፈልጠክን ዲና ግን ሲ ሕጂሲ መተኣማመኒ መልክዑ ክፅበቕ መዓት ከንፈሩ ክፅበቕ መዓት ኣፍንጩ ሽኮር ዓይኑ ፅቡቕ ገለ መለገለ ብፍላይ ክስዕሳ ከለካ ትገብር ኣክሽን ኣለካ ቀስ

ትጉህ ኣነ ጥይት ስምዓኒ ለክሎ ተክሎ ናብቲ ማፀይ ከእ ተክሎ
ኣታ ስምዓኒ ክላመዶ ለክሎ ክላመዶ ስምዓኒ ብዛዕባ ወትራን እካ ደይ ትዛረብ ወቲርካ እንተኮይኑ ከመይ ጌርካ ትቃጠብ ደይ ትዛረብ ትወርዲ ዲኺ ኣታ ኣይትወርድን ግደፍ ኢኺ ግደፍ ግደፍ ግደፍ ግደፍ ግደፍ እንታይ ግደፍ እተወካ ግደፍ ደይከውን ዘረባ ትዛረብ ሩታሲ ሰበይተይ እያ ምሳይ ኣላ ሕጂ ስነ ስርዓት ዘለዎ ዘረባ ተዛርባ

ካብዚ ናተይ ዶ ወሃብ ነይሩ ተትኸውን ካብዚ ናተይ ሽሕ ሎማዓንቲ እዚኣ ዓለም እዚኣ እንጆይ ክገብራ እያ እሞ ሓንሳእ እሞ ክቀድሕ ሮማንቲክ ሕጂ ከመይ ጌርክ ውሰድዮ እሞ ሩተይ በቃ ምሻለኪ ከምዚ ኣብ መናፈሻ ዝልና ኣብ ፅምዋ ተረዲእኽኒ በቃ እዚኣ ከዓኒ ኣብ መንጎና ማለት እዩ ጅቢ ኬርና ቀዳሕ ኣለኹ እንጆይ ንግበሮ ሩታ ዓይነይ በቃ ኩሉ ስትሬስ
ኖ ፕሮብሌም ከምኡ ግበር ዝያዳ
ገለለ ክዲ ሰሓቢ መስኺ ወይን ገለ ኦኬ ያ ኣለኒ ኣለኒ ኣጆኻ ዝያዳይ ወይን ገለ ሰሓቢ ወይን ገለ ከምዚ ኣብ ታሽሙ ኣብ ቪድዮ መፅለይ ደስ ግበር ሞራ ናና ፀገም የብሉን ሰሓቢ ጥራይ ንውሽጢ ጥራይ እቱ እዩ እንታይ ፀገም ኣሎ ተሳሒቡ ጥራይ ውሽጢ እትወለይ ሩታ ዓይነይ ንውሽጢ ከዓ እትወለይ የደሊ ትረዲኸን ውሽጢ ዝኣቱ ማራ እየ ዝፈቱ ኣታ ውሽጢ ዝኣቱ ናብ ማዓስከር ፅሊእካ ትፈልጥ ኩሉ ግዜ ዒስራ ኣርባዕተን ሰዓት ሰዓቲ ብዛዕባ ውሽጢ ምእታው ጥራይ ኢካ ትዘረብ ድሪ
ኣነ ግን ይነ you know why I, lo- why I like you? You honest. ሚሊ ኢሉ ዓይነ ክህበካ ኣሎ Yeah. ዳህ ኣብርሃም ኣለካ ዶ
What do you say?
ዳህ ኣብርሃምስ ኣለካ ዶ ይብለካ ደሃይ ኣብርሃም እም፣ ደይብለይ
ኤርትራ ከ እሞ ገለ መለ ሰሚዐ ነይረ ኣብ ሱዳን ከለኹ እንታይ ወዲ ዓሰብ ዛረብ ዝክሮ ወዲ ዓሰብ ዝክሮ ዶ ዝክረወ ዋይ ወዲ ሓራ እንታይ ድጌር ንብ ሱዳን መስለካ እዚ ጨምላቕ ውይ ውይ ኣቲ ካብ- ጥዕሚ ምስኪን እዩ ነይሩ ምስ ቤላ ነይሩ እንታይ ሽሙ እምበር ካብ ኢትዮጵያ ከፊሉ ሱሲምፂን ናብ ሱዳን ቤላ ኣለኹም ነርኩም ሓወይ እንዲ ነር ወዲ ገዛ ይደርጋ ወዲ ገዛ ይበሉ በቃ ልቃ ምብራሃም እዩ ዝብል ይርኩም ሓወይ ዋ ድሕሪኡ ኣብ ሱዳ ምስ መፀኹ ገለመለ በቃ ካላት ሰበይት ይኩኒ ኣሕዋተ ቃ ክንቅትለካ ኢና ኢሉ በቃ ከመይ ጌራ ሰበይት ሃትኸው ምስ በሎ በቃ ብለካ
ርተጋ ሓረካት ንክተብዝሒ ኮንኪ እያ ሰብ ተዋናውኒ ኣነ እኮ እንታይ መልኣኽ ከይሓትኩ እንታይ ድፈ ሚለ ሚለ እሞ ዘይ ዘይ ባህርያታይ ዘይ ባህርያ ትፈልጠኒ ካብ ባህርያትስ ነቓፀ ነይረ ትፈልጠኒ ትኾንካ ኣነ እኮ እሞ ብለኪ ኣለኹ መልኣኽሲ ካብ ሰማይ ወሪዱ ከይሓተክ ይፈሪ ነይረ እቲ ዳንጋኽሲ ሰብ ኣይኮነን ስብለኪ ኣለኹ ኣብ ኣሕመድ ደድሕሪኺ ዘብዘብ ምበለ ኣበይ ኣለኸ ስሙ ባል መን እዩ ኣብ ኣሕመድ እዩ ችድ ችድ ተኾንካ እታ ናብ ኣምሓራ ተሰኒ በዓ ጥዕና ዶ ድስባይ ዋይ ኣታ ፈር ወዳይ ሰብ ጃስን ቤበር ዶ መንቂሮ

ልክ ኣነ ከዓ እስከ እንታይ እስከ ሓንቲ ቪድዮ ገለ ቀዲሐሞስ ናይ ቀደም ነበሩን ናይ ሕጅን ኣነ ከዓ ሽዑ ናይ ቀደም ነበሩ ክወን ናይ ሕጅን ህይወተይ ገለ ምሽርዮ እንዲኒ ምስ ኣረግና ሞደራቱ መሃበኒ ዜረይ ብስነ ስርዓት ዓይነ ማዕሪ ቴንኬን ይጣፋጩ
ኣይ ብራዘረይ ከዓ ኢሉ ፈኪስ ኣሳይ ይህ እንታይ ኣሳይ ኣለኻ እንከረኣብ ኣለና ሩተይ ሩተይ ሚልተይ ሚልተይ ናተይ ናተይ ብልፅዕ ጀሚለ ናተይ
ያኻነስ ተደርበሽኳስ በቃ እቲያ መዓልቲ እቲኣስ ከሸባዕክ ነርኒ ሻሕ ኢላትኒ ወልደልኪ ነርኒ ክትከውን ኣይትኽእልን እያ እምበርካ ነራ ሽዑ ሕጂ ግን ትኸውን ድያ ጅስ ለቢምና እባ ኣኹን እያ እስከ ሩተይ ኣኽ ንውለድ እስከ ሓደ እስከ ውለድለይ ብፍላይ ሰላም ጌርካ ንሕር ሓበርካ ተከብር ኮይንካ ፀገም የብሎ ሩተይ ሩተይ እሞ ከመይ ደኣ ንገብርና መፅኒ ማለት ዲ ዓዲ እንግሊዝ ኣነ ጀርመን ሃዲ
ነጊረካ እኮ ናይን ክመፅእ ክእል እየ ቢካዝ ኣይ ሃብ ወረጋ ወረጋ ዲኹም ዝብፅኹም ወረጋ ወረጋ ኣሎ
ወረቀት ስለ ዘለና ክመፅእ ክእል እየ

እንታ ምድሪ ምስጢር ፍቅሪ መንታ ምድሪ ተውፅኦ ኣለኻ ግደ ረዮ ትብል ኣለኻ እኮ ነነ ጫጫፍ ዳ ኣገዳሲት እያ ንእሽተይ መቃወሚት ነቲ ዜማ ኣይኮነካ ነቲ ዜማ እንታይ የድልዮ ሜጀር ጀነራል እ፣ ሳክስፕራይብ እ፣ እ፣ ዲቶል ሜንቶል ኤቭሪቲንግ you know ዋ ትፈልጡ ዶ እዚ ናይ ስነ ጥበብ
እዋ ወ- ወድና ኣብ ስነ ጥበብ ድዩ ኣለኹ ኣነ ኣብ ስነ ጥበብ ዓለም ኣለኹ መዓረ ክብረካ ዶ ስነ ጥበበኛ ኢኻ ዝያዳይ እብለኪ ኣለኹ ኮልጌት

እኮሞ
እንታይ ያው ዓሰርተ ሰለስተ ኮይ ኣቲ ጥልያን ቀቅን ምትኦም ተገምጠለት ምሻለኪ
ኦኬ ያ ሻዕ ሰጊረ ጥልያን ሕጂ ክንደይ ኮይኑ ኣሎ ካብ ንራኸብ ሎንግ ታይም ኦልሞስ ዓሰርተ ክልተ ዓመት ማለት እዩ

ባ እሞ እንዳረዳእኹይ ኮለል ኣይፈቱን እየ ተጊ ወደ ተጊ ተጊ ኣመዛዝተ ትሕት ኢልኩም ስደዱ ጋይስ ትሕት ኢልኩም ስደዱ ኣምላኽ ኣቦ ትሕት ኢልኩም ስደዱ እንታይ እዚ ጨሓም ቆቢዕ ዘለዎ ሰብኣይ ክፈትዎ ማለት እየ ኩላትካ ጨሓም ዘለዎ ቆቢዕ ሰብኣይ ስደድ

ሕጂ እንታይ ድ ምስልኪ ሩተይ በቃ ሕጂ ኣነ ንዓኺ ምሽ ረኺበኪ ኣለኹ ሕጂ ምስ ናይ ጀርመን ወረቐት ወሲድኪ ኣለኺ ሕጂ ቀዳመይቲ ጉዕዞኺ ናባይ እያ ትኸውን ተረዲኽኒ ሩታ ዓይኒ ሓውኻ ድሕን እዩ ዘሎ ሎሚ ተረዲኽኒ ሕጂ ንሕና ከዓኒ ጸገምና ኦ ተሜ ተሜ ተሜ ፎሎው ዩ ብሮ ሪስፔክት ሪስፔክት ከምዚ ደጋጊሙ ጊፍቲ ዝሰድድ ሰብ ኣይ ፎሎው ሂም ዋ ኣታ ዝተሚ ዝብል ኒው ጊፍቲ ተባዕታይ ተባዕታይ ጊፍተር ሓድሽ እኮ እዩ ዋይ ኣይ ፎሎው ዩ ባክ ተንኪ ተንኪ ኦኦ ሎሚ ረሲኖም ህዝበይ ማማዬ ረሲኖም ኣቲ እዚኦም ህዝበይ ይብለክ ኣለኹ ረሲኖም ማሉ ክፍንዎ እዮም ሎሚ ዓንዲ ኣለኩ ኣለኹ

ሩተይ ነግረክ እንዶ ሰያ ዘብኪር ወላ ሰማክ እንዳ ያ ሰያ እንታይ እሞ ያ ኣበን
ክነረካ እንዶ ሰውዓኒ ሕጂ ሓቂ ክዛረብ ተርውኒ ደ ት- ት- ዋ- ዋይ ግደም ኢ ወፂ ኣለኹ ናበይ ዳ እባ